ክብሪ ትግራይን ተጋሩን ንክብሪ ስውኣት ስድረ ስውኣትን ንምሕላው ተባሂሉ ዝወፀ ኣዋጅ እዩ። ን ዜሮ ሓሙሽተ ዘጋጠመ ግፋ መናእሰይ ይቕሬታ ሓቲቱ። ትግራይ ብሓይሊ ዝተገፈፉ መናእሰይ ደቂ ትግራይ ናብ ኤርትራ ተሰነይ ናብ ዝብሃል ክልል። ፌደራል ሓይሊ or መከላከያ ዝኣትወሉ ፃዕሪ ተዝግበር። ሰላም ሰላም ፍትዋትን ክቡራትን ተኸታተልቲ በብዘለኹሞ ሰላም ጥዕና ራህዋ እንዳተመነኹልኹም፣ ኣብ ናይ ሎማዕንቲ መደብና ድማ ኣብ ማሕበራዊ ሚድያ ኣዝዮም ኣዘረብቲ ዛዕባታትን ትኩሳት ሓበሬታታትን ሒዘልኩም ቀሪበ ኣለኹ። ንዚ ቻናል ሓደሽ ዝኾንኩም ፋሚሊ ሰብስክራይብ፣ እዚ ቪድዮ እዚ ድማ ናብ ብዙሕ ሰብ ምእንታን ክባጻሕ ላይክ ብምግባር ጀምሩለይ። ንቐጽል ናብ መደብና ክብለኩም የሕዋት። ኣብ ቐረባ እዋን ዝወፀ ኣዋጅ ትግራይ ካብ እቲ ኣጋጢሙዋ ዘሎ ሓደጋ ዘድሕንን ህልውና ህዝቢ ትግራይ ዘቐፅልን ኢዩ ክብል ምክትል ፕረዚደንት ትግራይ ኣይተ ኣማኑኤል ኣሰፋ ገሊፆም። ኣይተ ኣማኑኤል ኣብ ኣዋጅ ቁፅሪ ሰለስተ ሚእቲ ስሳን ሽዱሽተ ዝባር ክልተ ሽሕን ዓሰርተ ሸሞንተን ኣመልኪቶም ምስ ኣመራርሓን ሰብ ሞያ ሚድያን ትግራይ ኣብ ዝገበርዎ ዘተ ከምዝበልዎ፣ ንክብሪ ትግራይን ተጋሩን፣ ንክብሪ ስውኣት ስድረ ስውኣትን ንምሕላው ተባሂሉ ዝወፅኣ ኣዋጅ እዩ ክብሉ ኣድላይነት እቲ ኣዋጅ ገሊፆም። ናይ ፌደራል ሓይሊ ከ እንታይ ክሰርሕ ኣለዎ? ኣበይ እዩ መዕቆቢኡ? ይመፅእ ኣሎ፣ ብባሳት ይመፅእ ኣሎ፣ ብፕሌን ይመፅእ ኣሎ ትግራዋይ። ኣብኡ እናሃለወ ናይ ፌደራል ሓይሊ ወር መከላከያ ዝኣትወሉ ፃዕሪ ተዝግበር ነቲ ህዝቢ ነቲ ደላይ ሰላምን ለውጥን ካብ መሳርያ ዝሓዘ ሓይሊ ክከላኸል ኣለዎ ዘይኽእል እንተኾይኑ እንደገና ናብ ዝምልከቶም ኣካላት ናብ ናይ ኣፍሪካ ሕብረት ድዩ ናይ ኣውሮፓ ሕብረት ድዩ ኣብኡ እናሃለዎ ኣብ ዓዱ ናሃሎ ምክልኻል ዝግበረሉ። ብሱር ግፋ ዝባሃል እብ ትግራይ ክህሉ የብሉን ዋእ መን እዩ ክግፈፍ መን እዩ ገፋፊ መን እዩ ተገፋፊ ሌባ ወዲ ሌባ ተሸጒጣ ፈቆዶ ሕጓን እቶነ መጎጎን ዘሎ ተተሸጒጡ ክሕልፍስ ንዓ ኺዱ ኢሉ ተቃላስ ከቃልስ ከሎ ኣይቃለስ ኣይኮነን ዝብል ዘሎ። ትግራይ ብሓይሊ ዝተገፈፉ መናእሰይ ደቂ ትግራይ ናብ ኤርትራ ተሰነይ ናብ ዝብሃል ከባቢ ይቕዝፉ ምህላዎም ተረጋጊፁ ኣሎ። እሙናት ምንጭታትና ከምዝሓበሩልና ኣብዚ ሕዚ እዋን ኣብ መላእ ትግራይ ብሓይሊ ዝግፈፉ ዘለዉ መናእሰይ ኣብ ዝሓለፉ ዓመታት ኣርበኞች ግንባር፣ ዝበሃሉ ዕጡቓት ይስልጥንሉ ናብ ዝነበረ ከባቢ ተሰነይ ዝርከብ ማእኸል መሰልጠኒ ኤርትራ ተወሲዶም ኣለው። እቶም ዝተገፈፉ መናእሰይ ብለይቲ ስለዝተወሰዱ ናበይ ይኸዱ ምህላዎም ከምዘይፈለጡን ኣብ ኤርትራ ተሰነይ ምህላዎም ምሰረጋገፁ ግና ናብ ሓያሎ ጭንቂ ጥሒሎም ምህላዎም ምንጭታት ሓቢሮም።
ምምሕዳር ከተማ መቐለ ነቲ ዕስራን ሽዱሽተን ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ክፍለ ከተማ ሰሜን ዜሮ ሓሙሽተ ዘጋጠመ ግፋ መናእሰይ ይቕሬታ ሓቲቱ። እቶም ተገፊፎም ተባሂሎም ብማሕበራዊ ሚድያ ዝወፁ መናእሰይ ብፍቓዶም ዝወሰኑ እዮም ክብል እውን ነንባዕሉ ዝዋቓዕ መብርሂ ሂቡ ኣሎ። ፀረ ዲሞክራሲ ዝኾነ ኣሰላልፋ የለን፣ ክህሊ ድማ የብሉን፣ ተሓታትነት እውን የስዕብ እዩ ኢሉ እቲ ምምሕዳር። ከንቲባ ከተማ መቐለ ኣይተ ሃይላይ ኣረጋዊ ን ሚእትን ኣርባዕተን ነጥቢ ኣርባዕተ ሬድዮ ኤፍኤም መቐለ ትማሊ ኣማስዮም ኣብ ዝሃብዎ መብርሂ ህዝቢ ትግራይ ኣብ ታሪኹ መሰል ዓርሲ ውሳኑ ኣሕሊፉ ሂቦ ኣይፈልጥን፣ መሰል ዓርሲ ውሳነ ድማ ብልመና ኣይመፅን ብምባል ገጢሙና ዘሎ ሓደጋ ድማ ሓድነትካ ኣሕይልካን ተወዲብካን ብምቅላስ ዝተማልአ ህልውናኻ ምርግጋፅን ውሑስ ምግባርን ናይ ከተማ መቐለ እቲ ቁልፊ ኣጀንዳ እዩ ኢሎም። ፀላእቲ ህዝቢ ትግራይ ንምጥፋእ ዝጀመርዎ ሕልኩስ ዕላማ ንምዕዋት ከም ዝዋፈሩን ነዚ ኩነታት ድማ ናይ ግድን ተቓሊስካ ስዒርካ ካብ ምቕያር ወፃኢ ካሊእ ኣማራፂ የለን ዝበሉ እቶም ከንቲባ፣ መኸተ ትግራይ ዕውት ንምግባር ናይ ምስላፍ መደብ ኣካል ናይቲ መኸተ ገይርካ ዝተጀመሩ ክልተ ዓይነት ምንቅስቓሳት ከምዘለዉ ሓቢሮም። እቲ ሓደ ብዘይ ስንብት ካብ ኣሃዱኡ ዝወፀ ተጋዳላይ ናብ ዝነበሮ ኣሃዱኡ ክምለስ ምግባር ኮይኑ እቲ ካልኣይ ድማ ድልየት ዘለዎ መንእሰይ ብምትእምማንን ብዓርሰ ፍቓዱን ናብቲ ቃልሲ ክሕወስ ምግባር መሰረት ተገይሩ ይስራሕ ከምዘሎ ኣነፂሮም። ዕስራን ሽዱሽተን ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ክፍለ ከተማ ሰሜን ቤት ትምህርቲ ዒላላ ዘጋጠመ ብፀላእቲ ህዝቢ ትግራይ ኮነ ተባሂሉ ምድላው ተገይሩሉ ዝተፈፀመ ተግባር ከም ዝኾነን እቶም ተገፊፎም ዝተባሃሉ መናእሰይ ነባራት ኣባላት ሰራዊት ትግራይ ከም ዘይኮኑን ብምርዳእ ናብቲ ቦታ መፂኦም ምርመራ ገይሮም ጥዕናዊ ኩነታቶም ዝፈቐደሎም ተፈልዮም ብፍቓዶም ናብ መኪና ተሰቒሎም እንትንቀሳቐሱ ፀላእቲ ህዝቢ ትግራይ ኮነ ኢሎም ነቲ መኸተ ካሊእ ምስሊ ንምሃብ ብዝሰርሕዎ ዝተዋደደ ስራሕ ህዝብናን ናይ መኸተ ሓይልን ንክደናገሩ ተገይሩ ብምባል ነቲ ይቕሬታ ዝሓተትሉ ዝፃረር ሓሳብ ሂቦም። ካብ ድልየትን ምትእምማንን ወፃኢ ብሓይሊ ዝግበር ግፋ ተቐባልነት ከምዘይብሉን ከም ምምሕዳር ከተማ መቐለ ድማ ብሓይሊ መንእሰይ ክገፉ ዝፈቐደ ወይ ድማ መደብ ዘውረደ ከምዘየለን ብምግላፅ እቲ ብዓርቢ ኣብ ዜሮ ሓሙሽተ ዘጋጥመ ጉዳይ ተጻርዩ ምምሕዳራውን ሕጋውን ስጉምቲ ከም ዝውሰደሉ ገሊጾም። ብዝኾነ ይኹን መልክዑ ጸረ ዲሞክራሲ ዝኾነ ኣሰላልፋ ክህሉ የብሉን፣ ተሓታትነቱ እውን የስዕብ እዩ ዝበሉ ከንቲባ ሃይላይ፣ ህዝቢ ትግራይ ኣብ ታሪኹ ኣሚኑ ዝጋደል እምበር ኣብ ታሪኹ እውን ከምዚ ዓይነት ፍጻመ ፈጺሙ ስለ ዘይፈልጥ ንምንታይ ከምዚ ዓይነት ፍጻመ ርኢና ኢሉ ሓዚኑ እዩ ብምባል ስለ ዝኾነ ድማ ኣብ ህዝብና ከምዚ ዓይነት ስምዒት ክፍጠር ብምኽኣሉን ቀልጢፍና መብርሂ ብዘይምሃብናን ይቕሬታ ንሓትት ኢሎም።
ኣብ ትግራይ ግፋ ክህሉ ይፅዕሩ ኣለው። ግፋ ክህሉ ዝፅዕር ዘሎ መን እዩ? እቶም ሓምሻይ መስርዕ እቶም ፀለምትን ፃዓዱን ባንዳታትን እዮም። ንምንታይ ማሕበራዊ ቅልውላብ ከይህሉ፣ ኣብ ትግራይ ስኒት ከይህሉ ቀንዲ ትኩረቶም መን እዩ? ፈጣሪኡን ፋሕጣሪኡን ግፋ ኣብ ትግራይ ዘለና ናይ መኸተ ሓይልታት ኣይኮናን። ፈጣሪኡን ፋሕጣሪኡን እዞም ሓምሻይ መስርዕን እዞም ጭራኦም ደው ኣቢሎም ንኣዲስ ኣበባ ዝሃደሙ ጸዓዱ ባንዳታትን ብግልጺ ኣብዙይ መሓውር ኣለዎም መሓውር ኣለዎም ገንዘብ እውን ሚልዮናት የፍስሶ ኣለዉ ኣብዚ ቦታ እዚ ግፋ ኣሎ እናበሉ ብፈጠራ የውርዩ ካሜራ የዳልዉ የዋድዱ ከምቲ ትማሊ ተገበረ መቐለ ማለት እዩ ኣዋዲዶም የዋዓውዕዎ እቲ መንእሰይ ክርዕድ ክፈርሕ ሃፅ ኢሉ ዓዱ ገዲፉ ክወፅእ ይገብርዎ ማለት እዩ ኣብ ውሽጥና እውን ብናትና ናይ መሪሕነት ናይ መንግስቲ ናይ መሪሕነት ድኽመት ኣብ ውሽጢ ምስዚኦም እናተነባቡ ካብቲ ናይ መንግስቲ መደብ ወፃእ ዝሰርሑ ኣለዉ እቶም ሓምሻይ መስርዕ ንብሎም ዘለና ማለት እዩ እዚኣቶም እውን ካሊእ ግንባር ናይ ፀላእ ኮይኖም ዘገልግሉ ዘለዉ እዮም እዚኦም ንመን እዮም? ንንስምረት ፓርቲ፣ ንንወለዶ ፓርቲ፣ እቶም ካብ ትግራይ ተጓሓሒፎም ናብኡ ዝኸዱ እሪራይ ውድባት እውን ኣለዉ። ውድባት ኢና ዝብሉ ናይ ከብዲ ውድባት ማለት እዩ።
ሪሊ ሃፐንድ ኣብዛ ከባቢ እዚኣ እንታይ እዮ ዜሮ ሓሙሽተ ንምንታይ እያ ዜሮ ሓሙሽተ ቀበሌ ኮይና ንምንታይ እቲ ካልኦት ከባቢታት መቐለ ዓብዪ ከተማ እዩ እዚኣ ኣብ መቐለ ዜሮ ሓሙሽተ ኣይ ቲንክ እንተዘይረሲዐዮ ኣብዚ ናይ መስፍን ኢንዳስትሪ ኣካባቢ ዘሎ ታት ይመስለኒ ብውን ተሓቲ ኣካባቢ ዘሎ ይመስለኒ ቁልቁለት ንምንታይ እዩ ኣብዚኣ ከምዚ ኮይኑ እንታይ ሃፐን ገይሩ ብሓፂሩ ኣሚኑ ከዩ ክጋደል ዘለዎ ይበሃል መንጀሪኖ ፈትለ ወርቂ ዝበለቶ ንሱ ኣሚኑ እዩ ክጋደል ዝግብኦ እቲ ናይ 17 ዓመት እውን ፍንክኽ ኢሉ ዘይተጋደለ ኣሎ ኣብቲ ናይ ክልተ ዓመት ወራር እውን ምንም ዘይተጋደለ ኣሎ ሙሉእ ስድርኡ እውን ዘጋደሉ እቲ ቀደም እውን ኣብዚ ሕዚ እውን ሕዚ ኩሉ ነንወይንቱ እዩ ከከም ሂወትካ ከከም እምነትካ እዩ ዝበለቶ ኣሎ ዶክተር ኣብርሃም እውን ኣብ ክሊ ንፁር ዝኾነ ምትእምማን እዩ ዝግበር እምበር ከምዚ ዝበሃል የለን ኢንፕሪንስፕል ኢልዎ ኣሎ ክነፃሪኦ ኢና ይብሎ ኣሎ እንታይ ይሃፕን ገይሩ ኣብ ውሽጢ መቐለ ከምዚ እንተልዩ ኣብቲ ካሊእ ድማ እንታይ ክኸውን ከም ዝኽእል ምግማት ይከኣል እዩ መንግስቲ ትግራይ ከፃሪኦ እዩ ዝብሎ ዘሎ እንታይ እዩ ኣጋጢሙ ብሓፂሩ እስቲ
ናይ መንግስቲ ትግራይ ስታሊን ማለት ሕዚ ሓድሽ ዶክተር ኣብርሃም ሓላፊ ኮሚኒኬሽን ቢሮ ትግራይ ዝሃበሎ ማለት ካብ መንግስቲ እንታይ ከም ተወሰነ ኣይንፈልጥን፣ ግን ብድምር እቲ ኣዋጅ ናይ መኸተ ግልፂ እዩ። ብሰናይ ፈቃዶ ሃለዋትን ድሕነትን ህዝቢ ትግራይ ሓደጋ ኣት ስለ ዘሎ ኩሉ ትግራዋይ ብሰናይ ፈቃዶ ኣትዩ ክምክት ይግበር እዩ ዝብል መዓዝ መንግስቲ ትግራይ ኣብ ዘድለዮ ነሰሰርሊ ግንባር ማለት ኣይኮነን፣ ነሰሰርሊ ደጀን ማለት እውን ኣይኮነ ነኩሉ እዩ መኸተ ኩሉ እዩ ዘሎ ማለት ድሓር ንኡስ ዓንቀፅ ክልተ ተኣዋጅታ እዩ ዝብል ንኡስ ዓንቀፅ ሓደ ተቐመጠ ምትእማን ተመስረተ ነሰናይ ፈቃድ ተመስረተን ከም ዘሎ ኮይኑ ይኹን እምበር ደረጃ እቲ ሓደጋ እናተረእየ ግን ኩሉ ሰብ ዓቕሙ ዝፈቐዶ ዒኑ ዝፈቐደሉ ግን ከም ብሄራዊ ግዴታ እውን ተቐሚጡ ኣሎ ማለት እዩ። እዚዮ ኣብ ዓለም ዘሎ ኣብ ኣፍሪካ ዘሎ ኣብ ኢትዮጵያ እውን ዝስረሐሉ ዘሎ እና ናሽትና ኢትዮጵያ ናብ ኣምባገነናዊ እውን ዝኸደ ስለዝኾነ ብዙሕ ዘረባ ስለዘየድልዮ ኢለ እዩ። ፕራክቲካሊ እተን መቐለ ሎሚ ዘጋጠመ ኣነ እውን ተወሰነ ከፃር ሞከረ ነይረ ከምቲ ትፈልጦ ሲቪል ዝጋደል ሰናይ ፈቃዱ ይጋደል ምትእምማን ይግበር ጥራሕ ክጋደልየ ስለ ዝበለ እንተይኮነስ ዘሰውኦ ከይኸውን ክልተ ወይ ሰለ ከምኡ ዝበሉ ኣሕዋት እውን ኣብ ግንባር ከይህልዎ ተራእዩ ክኸድ እየ እንተዝብል እውን ይምለስ እዩ ዋላ ካብተን ዝኸደለን ኣሃርታት እውን ይምለስ እዩ ማለት እዩ እዚ ብግልፂ ምትእምማን ኣብ ሰናይ ፍቃድ ተመስረተ እዩ ካልኣይ ከካ ኣሃዱ ብክብሪ ዘይተሰናዋቱ ባዕሎም ገዲፎምዎ ዝመፁ ኣለዉ በቲ ዝነበረ ናይ ትግራይ ናይ ሰለስተ ዓመትን ፈረቃን ፖለቲካዊ ኩነታት ምክንያት ኮነ ኢሉ ተስፋ ክቆርፅ፣ ክሰላቾ፣ ምንም ስራሕ ዘይብሉ ስቕ ኢሉ በብካምፑ ከፍ ክብል፣ እሞ መኪንኡ ደውርዩ፣ ንብረቱ ደውርዩ፣ ከም ትፈልጦ ገሊኡ ኮንትራክተር ዝነበረ፣ ገሊኡ ባጃጅ ሸፈር ዝነበረ፣ ገሊኡ መሃንድራ ሸፈር ዝነበረ፣ በብሂወቱ ዝወፀ እዩ። መስታወቅያ ኣውፂእኻ ሊስታ ለጢፍካ ንዓቱ ተባሂሉ ዕድመ ተራእዩ ብዛዕ ዝኣተወ እንጀራ ኢሉ ዝኣተወ ኣይኮነን። በብወረኽኡ ደሓና ወዓልኻ ይበለ ቤተሰቡ ዝኸደ እዩ። ሃለዋት ትግራይ ኣተሓሳሲብዎ ዝኸዶ እዩ። ደሓር ምዕራብ ከየምለስኩ ጸለምቲ ከየምለስኩ ናይ ትግራይ ሓደ ነገር ከይረኦ ከይከደ እናበለ ጸኒሑ መጨረሻ ግን ምስ ልቻ ምስ ኮኖ እምበኣር ቁሩ ባትሪ ዝሞተ መኪና ኣለት ንቁሩ ከልዕላ ላይሰንሱ ዘይተሓደሰ ኮንስትራክሽን ኣለ ንቁሩ ክሰርሕ ኢሉ ይብተን ክዓፅ ውዕል እናበለ ማለት እዩ። ደሓር እቲ ፖለቲካ ውን እናሓመቐ ምስ ከደ ስራሕቲ ውን ጀሚርካዮ ትፀንሕ ብዙሕ ነገር ኣሎ ናይ ሂወት ነገር ከም ትፈልጦ ደሓር ናብ ሓደ ማእኸል ይፅዋዕ ምትእምማን ይግበር።